መርሓባ የሕዋተይ ኣብ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከዓኒ ብሓፂሩ እቲ ኣገደስቲ ነጥብታት ናይዚ ወርክሾፕ ሓሲብናዮ ዘለና ንመፃኢ ቀዳም ክነግረኩም ይደሊ ኣብቲ ሓደ ቪድዮ ገሊፀዮ ዴ ግን እቲ ኣብ ቪድዮ ማራ ስለ ዝነውሐድ መሊሰ የሕፅር ኣቢለ ኣብዚ ክሕብረኩም ይደሊ እዚ ዎርክሾፕ ብምንታይ እዩ መጺኒ ብዙሕ ካብዚ ዩቱብ ወይ ቲክቶክ ዝጅምር መብዛሕቱ ሕቶ ብዛዕባ ናይ ወረቐት ናይ ጀርመን እዮም ዝሓቱኒ መብዛሕቱ ግዜ ከኣ ከምኡ ብዛዕባ ያ ናይ እዚ ወረቐት ሓድሽ ሕግታት ማለት ስኒ ቅያር ከመይ ገይረ ክቕይሮ ይኽእል እዚ ናተይ ወረቐት ዝብሉኒ መብዛሕትኡ ሕቶታትኒ ናይ ወረቐት እዩ ኣብ ዝኣተኽዎ ግዜ። ስለዚ ኣነ እንታይ ክብለኩም ዝደሊ በብሓጺሩ ሕጂ ናይ ምንታይ እቲ ወርክሾፕ ኣነ ከዓ ኩሉ ክምልሶ ስለ ዘይክእል ጠበቓ ዓዲመ ኣለኹ ማለት እዩ። እስኻትኩም ከዓ ዘገድሰኩም እንድሕር ኮይኑ እቲ ሕቶታትኩም ኣብኡ ክተቕርብዎ ትኽእሉ ኢኹም። ሓሙሽተ ነጥቢ እየን ቀዳመይቲ ምጥራዝ ማለት ኣብ እንድሕር ገበን ጌርካ ወይ ዝኾነ ወይ ካብ ካልእ ዓዲ ከም ዝመጻኻ እንድሕር ፈሊጦም ብዓዲ ጥልያን ዲኻ ወይ ብካልእ ኤውሮጳ እንድሕር መጺኻ ክጥርዙኻ ይደልዩ ቀዳመይቲ ንሳ'ያ ናይ ፋሚሊ ጥርናፈ ዓባይ ኣርእስቲ'ያ ከቢድ ስለ ዝኾነ ክንደይ ዓመታት ስለ ዝውድእ እንታይ እንታይ እንተገበርካ ይሓይሽ ከምኡ ከኣ ከምኡ ከኣኒ ገሊኦም ናይ ሰለስተ ዓመት ወረቐት ዝነበሮም ናይ ክልተ ዓመት ይቕይርዎ ወይ ናይ ዓመት ጥራይ ይቕይርዎ። እዚኢታት ከኣ ስለምንታይ እዩ ይግበኦም ድዩ ኸኒ ብዘይ ምክንያት መብዛሕትኡ ግዜ ገበን እንድሕር ጌርካ እዩ ግን ኣብ ገሊኦም ከማን ብዘይ ምክንያት ኣብዚ ከማን ኣብዚኣ ነጥቢ እዚኣ ሓበሬታ ሂበ ኣለኹ እሳ ቅድሚ ሕጂ ዝነገረትኒ ማለት እዩ እቲ ሓበሬታ ካብኣ እየ ዝፈልጦ መብዛሕቱ ነጥብታት ወይ መልሲ ከምኡ ከዓኒ ገበን እንድሕር ጌርካ ከመይ እንታይ እንተገበርካ ይሓይሽ ማለትስ እቲ ወረቃቅትኻ ድሮ እንድሕር ተባላሹስኒ ከመይ ጌርካ ክትዕርዮ ትኽእል እዚ ነጥብታት ሕጂ ሓሙሽተ ኣርእስቲ እዩ እሳ ናይ ኣውስለንዳ ገሽት und Strafrecht ይበሃል ናታ እቲ ናታ ኤክስፐርቲ እቲ ናታ ኦፍስ ከምኡ እዩ ዝሽፍን ማለት እዩ ዜና ኣርእስቲ ሕጂ እቲ ሕቶታት ናትኩም ዝበለጸ ብሜስንጀር ኢኹም ትሰዱለይ ከምቲ ዝበልክዎ ብሜስንጀር ምስ ሰደድኩምለይ ከኣ ከምኡ እቲ ዝኽፈል ከኣ ከምኡ ክትነግሩኒ ኣለኩም ብሓንሳብ ክኸውን ኣለዎ ማለትስኒ እዝን እዝን ሕቶ ኣለኒ ከፊለ ኣለኹ ክኸውን ኣለዎ እምበር እዝን እዝን ሕቶ ኣለኒ እንድሕር ኢልኩምኒ ከቕርቦ ይክእልኒ ኣነ ከኣኒ ኩሉ ኮሌክት ይገብሮ ኩሉ ኣርእስትታት ከኣ ኣብ ሓደ ቀዳመ ሰንበት ክንውድኦ ማለት ኣይኮነን። ከከም ናትኩም ሕጽር ማዝስኒ ብዙሓት ሰባት እንድሕር ተመዝጊቦም ቀጻሊ ኣብ ከክልተ ሰሙን ዲና ኣብ ሰለስተ ሰሙን ዲና ክንጽውዓ ንኽእል ኢና። እንድሕር ውሑዳት ሰባት ብዙሕ ሕቶ ኮይኑ ግን ኣይኣክልንዩ ማለትዩ። ፐርከ ክስታይ ትውዕል ምስኣ ዘለኒ እንታይዩ ክትክፈል ኣለዋሳ ከምኡ ከኣ እቲ ምሉእ ኦርጋኒዘሽን ዝግበር ዘሎ ስለዚ ሕቶታትኩም ከኣ ናይ ብሓቂ ናትኩም ክኸውን ኣለዎ ማለተይስ እሞ ናይ ዕሩኽተይ ናይ መሓዙተይ ናይ ኣዝማደይ ክማልኦ እየ ኣብቲ ዎርክሾፕ ዘይኮነ ብግልጺነት ናትኩም ክኸውን ኣለዎ ናትካ ኣርእስቲ ክኸውን ኣለዎ እንድሕር ሸውዓተ ሕቶ ሰዲድኩምለይ ወይ ሸሞንተ ሕቶ ሰዲድኩምለይ ከኣ ኩሉ ኣብ ሓደ ዎርክሾፕ ክንውድኦ ማለት ኣይኮነን ኩሉ ከኣ ክትምልስ ትኽእል ማለት ኣይኮነን ኣሎ ሕቶታት ሕጂ ላትንላ ካብ መጀመርያ ወይ ሕቶ ክህልዋ ይኽእል እዩ መሊሱ ንዓኣ ወይ ድማ ማለትስ እንድሕር ገለ ዘይተረድኣ ወይ መሊሳ ክትረጋግፅ ደልያ እቲ ኬስ ወሳኒ ስለ ዝኾነ ወይ ድማ ኣብቲ ወርክሾፕ ከማን ክትሓተሉ ዘይትኽእል ክኸውን ይኽእል እዩ ማለትስ ኣብ ከምዚ ዓብይ ኦንላይን ጥራይ ክምለስ ዘይክእል ይኸውን ሕጂ ስለዚ ስኒ እዚ ናትኩ ሪስክ ኣለዎ ማለት ስኒ ኣነ ብዝከኣል መጠን ኩሉ ዝከኣል መጠን ክምልሰልኩም እየ ዝደሊ እንድሕር ግን ዘይተመለሰልኩም ወይ ኣብ ካልእ ወርክሾፕ ክንምልሶ ኢና ወይ ድማ ምክንያት ክንነግረኩም ይደሊ ስለምንታይ ዘይመለስናዮ ሓደ ካብቲ ምክንያት ክኸውን ዝኽእል ከዓኒ ኦኬ ብዙሓት ሰባት ውሕዳት ሰባት እንድሕር ኮይኖም እዮም ማለት ስኒ እንድሕር ውሕዳት ሰባት ኮይኖም ሓደ ግዜ ሓደ ሰንበት ጥራይ ኢና ንገብሮ በቃ እንድሕር እኹላት ሰባት ኮይና ከዓ ቀፃሊ ክንሓታ ንኽእል ኢና ማለት እዩ ከምዚ ያ ዕቁብ ዓይነት ረኣይዎ ወይ ከምዚ ከም ብኣምሆ ሕጂ ብቲ ካልእ ቪድዮ ከመይለዮ ኣለኹ ከም ሓደ ክራንክን ካሰ እንድሕር እዚ ኢንሹራንስ ናይ ሕክምና ትኸፍል ቀፃሊ እንድሕር ኣብቲ ዓመት እቲኣ ዘይሓመምካ ግን በል ኣይሓመምኩን እዚኣ ዓመት ገንዘበይ ምለሱለይ ኣይትብሎም ኒኻ እዚ ኸኣ ከምኡ ማለት እዩ ብሓጺሩ እንድዒ ከም ንኣብነት እየ ዝብለኩም ዘለኹ እንድሕር እኹላት ሰባት ኮይና ግን ከምዚ ዝብለኩም ዘለኹ ቀጻሊ ኣብ ክክልተ ብርከ ዓብ ኣርእስቲ ኮይኑ ይስምዓና ኣብ ጀርመን ብሕልፊ እቲ ፀገማት ከዓ ዝተመሳሰለ እዩ ሕጂ ብዙሓት እንታይ ይሓቱኒ ዕድመ ናተይ ልክዕ ኣይኮነን እቲ ዝተወለድኩሉ ዝሃብክዎም ስኒ ልክዕ ኣይኮነን ይብሉኒ ግን እቲ መክንያት ከኣ ክትነግሩኒ ኣለኩም ብርከ ከምኡ እንድሕር ሓቲትኩምንስ ብምንታይ ኢኹም ተጋጊኹም ኮነ ኢልኩም ኣንዳ ኤጅ ክትምዝገቡ ዲኹም ደሊኹም ግልፂ ኮይንኩም ክትነግሩኒ ኣለኩም ወይ ድማ ምግጋይ ድዩ እቲ ካሌንዳ ናይ ዓድና ከም ካልእ ስለዝኾነ ናይዚ ዓዲ ከም ካልእ ስለዝኾነ ድዩ ወይ ስለዘይፈለጥኩሞ ድዩ ከመይ ገይሩ እዩ ኣብቲ ናይ ኤርትራ ንበይኑ ኣብቲ ከኣ ኣብዚ ናይ ጀርመን ከኣ ንቬኑስ ክትገልጽሉያ ኣለኩም ንዓኣ ከማን ከምኡ እንድሕር ኢልናያ ጥራዩ ቀሊል ሽዑ ኣጋባብ ከኣ በብዓይነቱ ይህሉ ብድብድቡ ኢለያ ኣለኩ ብዙሓት ደቂ ዓደይ እዚኣ ጸገም ኣላቶም እቲ ዕድመ ናቶምስኒ ነንበይኑ ኮይኑ ብርክ እቲ ዕድሜኻ እንድሕር ነንበይኑ ኮይኑ ካልእ ኣይደንቲቲ ኣለካ ማለት እዩ ክልተ ሰባት ኢኻ ማለት እዩ ማለት ከምዚ ከምኡ ከኣ ሕጂ ንኣብነት እንድሕር ትኬት ናይ ነፋሪት ኣዚዝካ ሓንቲ ፊደል እንድሕር ዘይ ጎዲላ ወይ በዚሓ በቃ እቲኣ ቲኬት ናትካ ኣይኮነትን ማለት እዩ ከምቲኣ ናይ ፓስፖርትካ እንድሕር ዘይኮነት እቲ ኣይደንቲቲ ካልእ ኢኻ ማለት እዩ ብሓፂሩ ንኣብነት ክብለኩም ይደሊ ከምኡ ከዓነ ናይ ዕድመ ዕድመካ እንድሕር ነንበይኑ ወርሒ ወይ ብጠቕላላ ሓሙሽተ ዓመት ፍልልይ እንድሕር ኣለዎስ ያ ካልእ ሰብ እዩ ናይ ክልተ ሰባት እዩ እቲ ኣይደንቲቲ ስለዚ ኣገዳሲ እዩ እዚኢታት ያ ቴሌግራም ከኣኒ ኢለኩም ኣለኹ ኣብ ቴሌግራም እየ ቀጻሊት ዝኾነ መልእኽቲ ዝሓድገልኩም ኣብኡ ግን ውሑዳት ኢና ዘለና ገና ኣብኡ ከኣኒ እንተ ሳብስክራይብ ጌርኩም ዝበለጽ እቲ መልእኽቲ መታን ቀልጢፉ ክበጽሓልኩም ኩሉ ግዜ ኦንላይን ስለ ዘይኣቱ ስለዚ እንድሕር ሽግር ኣለኩም ከዓ ኣብቲ ኮመንት ሕደጉለይኹም ዝኾነ ሕቶ ወይ ሽግር ዘለኩም ኣብቲ ኮመንት ኣብቲ ቪድዮ ናይ ዩቱብ ትሓትኩለይ ኣነ ከኣ ኣብ ዝመጽኤ ይምልሰልኩም ወይ ድማ ካልእ ሰብ ክምልሰልኩም ይኽእል እዩ በቃ ሜዳ ከምዚ መድረኽ ናይ ሕቶታትን መልስን ንኹላትና ክኾነልና ማለት እዩ ያ እቲ ኣገዳሲ ክትሰዱለይ ከለኹም ከኣኒ እቲኣ ሽምኩም ቀዳመይቲ ሽምኩም ሽም ኣቦኹም ከተማ ኣበይ ዘለኹም ኣውራጃ ከዓ እቲ ዞባ ዘለኹም በርከ እቲ ሕጊ ኣብ ኩሉ ሓደ እንድዩ ኣብ ጀርመን ግን እቲ ጸገም ዘሎ ፍልልይ ካብ ዓዲ ናብ ዓዲ ወይ ካብ ዞባ ናብ ዞባ ማራ ኣለዎ ስለዚ ያህ እዚኢታት ኣገዳሲኡ ከምኡ ከኣኒ ቴሌፎን ቁጽሪ ወጻፕ ዘላታ ምስኡ ትሰዱለይ ኣብ ሜስንጃ ጌርኩም ኢኹም ትሰዱለይ መሊሰ ከኣ ክብለኩም ዝደሊ ፍርቂ ጋዜጣ ከይትሰዱለይ ብትግርኛ ጃስት ቮይስ ሜሴጅ እቲኣ ሕቶኹም ጥርንፍቲ ከኣ ክትከውን ኣለዋ። ፐርከ እንድሕር ኮምፕሊከይትድ ኮይኑ እቲ ኬይስ ናትኩም ከኣ ከምዚ ገፊሕ እንድሕር ኮይኑ ወይ ሓምሳ ሕቶ እንድሕር ኣለኩም ወይ ዕስራ ሕቶ እንድሕር ኣለኩም ከኣ እዚ ወርክሾፕ ንዓኻ ኣይምልከትን እዩ ናትካ ጠበቓ የድልየካ ክብል ይደሊ። ፐርከ ኣነ ኣብ መወዳእታ እንታይ እየ ዘይደሊ ዋእ እዚ ዝበልክናስ ከምዚ እዩ ነይሩ እሞ ከምዚ ግን ኣይፈጸምክን እዚታት ኣይደሊን እየ ካብ መጀመርያ ግልጺ ክንከውን እየ ዝደሊ ደሓር ዝኾነ ክሲ ድዩ ወይ ዝኾነ ያ ዘይምርድዳእ ንበሎ ክመፅእ ኣይደልን እየ ብከምኡ ከዓ መሊሰ እዚኣ ክሰርሓ እየ ዝኾነ ሕቶ ዘለኩም ክምልሶ ይደሊ ሕጂ ክወፅእ እየ እዚኣ ቪድዮ ሓንቲ ፅፍፍቲ ሓፃር ክትኮነና ሕቶ ዘለኩም ከዓኒ ናይዚ ወርክሾፕ ጥራይ መሊሰ ክኣትው እየ ሽዕኡ ክትሓቱኒ ትኽእሉ ሕጂ ነዊሕ ግን ክኣትው ኣይደልን እየ መደብ የብለይን ናይዚ ወርክሾፕ ጥራይ ኢኹም ግን ትሓቱኒ ዝኾነ ሕቶ ወፃኢ ካብዚኣ ወርክሾፕ ዝኾነ ክምልስ ኣይክእልን እየ ግዜ የብለይን ከምኡ ከኣ ኣገዳሲ ክብለኩም ዝደሊ ከኣ ፕሌስ ሊስት ኣሎ እቲ ፕሌይ ሊስት ከኣ ረኣይዎ እቲ ኮመንት ኩሉ ግዜ ፈትሽዎ ኣብ ታሕቲ ዝሓድገልኩም እዚ ክብለኩም ይደሊ የቀንየለይ ፅንሕ ኢለ መሊሰ ክኣትው እየ እዚኣ ቪድዮ ፅፍፍቲ ክትኮነልና እሞኒ ብዝከኣል መጠን ከዓ እቲኣ ዝሓለፈት ቪድዮ ረኣይዋ ኣብኡ ከማን ነዊሕ ገሊፀዮ ኣለኹ ኩሉ ሕጂ ይሕፅር ይሕፅር ኣቢለ እየ ዕለት ዓሰርተ ሰለስተ መወዳእታ ቪድዮ ዘላ ናይ ዕለት ዓሰርተ ክልተ ላይፍ ዝኣተኽዎ ወርሒ ዓሰርተ እሳ ረኣይዋ እሳ ከይረኣኹማ እዚኣ ከይረኣኹማ ከዓ ኣብቲ ወርክሾፕ ኣይትመዝገቡ ዘይምርድዳእ ከይመፃልና ቴንክ ዩ ባይ ፅኒሕ ኢለ ክኣቱ